ሰላማት ይሕዋት ከመይ ትኾኑ እንኳዕ ደሓን ጸናሕኹም ኣነ ጽቡቕ ኣለኹ ንስኹም ድማ ጽቡቕ ክትብሉ በዓል ሙሉእ ተስፋ ኣብዚኣ ቪድዮ እዚኣ ፕሮሚስ ኣትያልኩም ነይረ ከመይ ጌርካ ቃንዛ ርእሲ ብዙሕ ሰብ ብቃንዛ ርእሲ ሚግረይን ብካልእ ይሳቀ እዩ ቃንዛ ኣብ ርእስኻ ማለት እዩ ሕጂ ግን መድሃኒት ትበልዕ ይሕሸካ ብዙሕ ግዜ ማለት እዩ ኣነ ግን መድሃኒት ኣይኮንኩን ብናቹራል ብተፈጥራዊ መገዲ ንዓይ ዝሓገዘኒ ንኣሕዋተይ ንስድራይ ንካልኦት ፈለጥተይ ንዝሓገዘ ነገር እዩ ቃንዛ ርእሲ ሃይድራስታቲክ ፕሬሸር ክኸውን ይኽእል እዩ ወይ ድማ ሚክስ ዝበሃል ሕፍስ ዝበለ ልዛይ ይመልእ እሞ ካብኡ እውን ዝተበገሰ ክኸውን ይኽእል እዩ ብዙሕ ጠንቅታት ኣሎ ካልእ ሕማማት እውን ንከምኡ ዘቃልዑ ንቃንዛ ርእሲ ዘቃልዑ ኣለዉ ብዙሕ ሕማማት ኣሎ ኣነ ግን ብዛዕባኦም ኣይኮንኩም ብዛዕባ እንታይ የስዕቦ ብኸመይን ካበይ ንብገስ ኣይኮን ክንዛረብ መፅ ከመይ ጌርካ ኩክሊ ማለት እዩ ኣብ ውሽጢ ደቃይቕ ከመይ ጌርካ ቃንዛ ርእስኻ ክትሕዊ ትኽእል ባዕልኻ ብዘይ መድሃኒት እየ ክነግር መፅ ቀዳማይ እንታይ ኣሎ ሊምፋቲክ ሲስተም ዝበሃል ኣሎ ሊምፋቲክ ሲስተም ማለት ናይ ነብስና ርስሓት ኹን ዝሞቱ ዋህዮታት ይኹኑ ቶክሲንስ ኹን ካልእ ካልእ ዝሞቱ ዝተቐተሉ ባክቴርያ ይኹኑ ወይ ብዙሓት ነገራት ዝጸርግ ካብ ነብስና ሊምፋቲክ ሲስተም ዝበሃል ኣሎ እዚ ከምዚ ትርእይዎ ዘለኹም ኣብ ስእሊ ኣብ ምሉእ ነብስና ተዘርጊሑ ዘሎ ኮይኑ ኩሉ ጉሓፍ ናይ ነብስና ድማ እንዳኣረየ እንዳኣረየ ናብ ኮላሊትና ናብ ካልእን ይሰድድ ማለት እዩ ሊምፋቲክ ሲስተም ሓደ ካብቶም ዝበለፁ ሲስተም ናይ ነብስና እዩ ፃዕዱ ዋህያታት ደም ኣብ ሊምፋቲክ ሲስተምናትና እዮም ብብዝሒ ዘለዉ ኣብኡ ከላይ ዝኾነ ባክቴርያ ይኹን ዝኾነ ሕማቕ ነገር ይኹን ዝኾነ ዘይድሊ ዋህዮታት እውን ኣብኡ ኣዳኺሞም ናብ ኮላሊትና ዝሰዱ ሲስተም እዮም ብዝኾነ እዚኣ ከም መረዳእታ ማለት እዩ እዛ ሊምፋቲክ ሲስተም ትበሃል ሲስተም ፅቡቅ ጌርና ካልእ መዓልቲ ክንዛረበላ ኢና ሎሚ ግን ከመይ ጌርካ ርእስኻ ክትሓምም ከለኻ ክትጥቀመሉ ዘለካ ክትፍትኖ ዘለካ ነገር እየ ክዛረብ ኣነ ንሱ ካልኣይ መሳጅ ናይ ሊምፋቲክ ሲስተም እዩ መሳጅ ኢኻ ትገብር ብዙሓት ብፍላይ ቻይናውያን ኣለዉ ብዙሓት ሳይንቲስት ብዛዕባ እዚ ዝዛረቡ እዚ ባዮኬሚስት ዶክተር ያኪ ኣወይከን ዝኸለ ይዛረብ እዩ ብዛዕባ እዚ ማለት እዩ እታ ቪድዮ ናቱ ብድሕሪት ክገድፈልኩም እየ ቅድም ግን እንታይ ካ ትገብር እንታይ ትገብሩ መሲልኩም ክልተ ኢትካ ክልተ ኢድካ ትገብር ኣብዚ ኣለዉ ሕጂ እቶም ናትና ናይ ሊምፋቲክ ሲስተም ናኣሽቱ ከክንዲ ባልዶንጓ ዝኾኑ ነገራት ናትና ርስሓት ዝዓቆሩ ወይ ድማ ናትና ዝኾነ ዝሞቱ ባክተርያ ኹን ዝኾነ ታሽሙ ንክዳኽሙ ወይ ድማ ንክቆትሉ ኢሎም ዘምፅኦም ዝኣከብዎምን ካልእ ቶክሲን ዝሓዙ ከም ባ- ከ- ክንዲ ባልዶንጋ ዝኾኑ መብዛሕትኦም ማለት እዩ ኣብ ሙሉእ ሰራውር ናይ ነፍስና ኣለዉ ሕጂ ገለ ካብኦም ኣብ ዝርከቡ ኣብዚ መንጎ ፍን- ኣፍንጫና ኣለዉ በዚ ኣብ- ኣብዚ- ኣብዚ ኣለዉ ኣብዚ ኣለዉ ኣብዚ ኣለዉ ኣብዚ ኣለዉ ኣብዚ ከላይ ኣለዉ ብብዝሒ ማለት እዩ በዚ ከላይ ኣለዉ ሕጂ ነዚኦም ኢና መሳጅ ንገብረሎም ክልተ ኢድና ንገብር ዓሰርተ ክልተ ግዘ ከምዚኣ ንገብራ ማለት እዩ ዓሰርተ ክልተ ግዘ በዚኣ ሓንቲ ኢደይ ስለ ካሜራ ሒዘ ዘለኹ እምበር በዚኣ ከላይ ከምኣ ኣብዚ ከላይ እዚ ከላይ ርኣዩ ክልተ ኢድና ጌርና ከምዚ ከምዚ ጌርና ኣብ መንጎ እዝንና ኢትና ከምዚ ጌርና መሳጅ ንገብረሉ ማለት እዩ ዓሰርተ ክልተ ግዘ ከምኡውን ኣብዚኣ ሓንቲ ድማ ማለት እዩ ኣብ ገፅና ድማ ከምዚ ጌርና እዚ ትሪኦ ኣለኹም ከምዚ እንዳገበርና ገፅና መሳጅ ንገብረሉ ከምዚ ማለት እዩ ብምሉእ እዚ ክሳብ ኣብዚ ናይ ፍንጫና ተረዲኹም ከምኡ እውን እዚ ከላይ ብኢድና ሒዝና ከምዚ ጌርና እዚ መሳይድ ንገብረሉ ማለት እዩ ዓሰርተ ክልተ ግዜ ካብ ከብድና ከላይ ብላዕልን ብታሕትን ኢድና ጌርና ከምዚ ከርእየኩም የታ ቪድዮ ከምዚ ጌርና ድማ መሳጅ ንገብረሉ ከምኡ እውን እዚ ከላይ ናብ ኩሊትና ከምዚ እንዳገበርና ድማ መሳጅ ዓሰርተ ክልተ ግዜ በዚ እውን ከምኡ ኣብ ናይ መንጎ ሰለፍና ከላይ ከምኡ ማለት እዩ ከምኡ እውን ኣብዚ ናይ ብርክና በዚ ናይ ድሕሬና ከላይ ከምኡ ዓሰርተ ክልተ ግዜ ሕጂ ሕፅር ዝበለት ቪድዮ እዚኣ መሳጅ ክገድፈልኩም እየ እታ ቪድዮ ንዓ ድማ ረኣይዋ እንታይ ገብር ኣሎ ድማ ረኣይዎ እዚኣ ምስ ገበርኩ ኣነ ክንደይ ዓመታት ኣለኒ ከኒና ዝኾነ በሊዐ ይፈልጥኒ እዚኣ ጥራያ ዝገብር ንዚኣ ተጠቂመን ተጠቂሞም ኩሎም ኣሕዋትና ማለት እዩ ክሳብ ሕጂ ንኩሎም ለውጢ ዘምጻትሎም ጽብቕቲ ኣብዚኣ ዲስክሌመር ድማ ክንገድፍ ዝኾነ እዚ ናይ ውልቅናን ዝሓገዘናን ነገራት እምበር ዝኾነ ምስ ምስ ናይ ሜዲካል ኣድቫይስ ገለ ኣይኮነን ዝኾነ ተዘሊኦም ምስ ዶክተርኩም ተዛረቡ እዚ ግን ናይ ውልቀይ ንዓይ ዝሓገዘኒ ንዓኹም ክሓግዘኩም ይኽእል ይኽእል እዩ ዝበልክዎ ነገራት እዩ ኖኖ እዚ ፀገም ከምፃልና እዩ ካልእ ከይህልዎ ገለ ተይልኩም ባዕልኹም ሪሰርች ክትገብርዎ ፈትኑ ምናልባት መሳጅ መሳጅ ብምግባር ዝመውት ሰብ ድማ ኣይክሳእን ኣይ ነው ዝኾነ ማለት ትፈርሑ ተኮይንኩም ዝኾነ ነገር ትብሉ ተኮይን ኩሉ ብዚ ንዛረቡ ብዚ ቻነለይ ብምሉ ንዛረቦ ባዕልኹም ክትበፅሖ ዘለኩም ናተይ ናይ ውልቀ እዩ ንዝኾነ ሰብ ርእዩ በዓል ሓሲቡ መዝሚዙ ነብሰይ ጠቕመኒ ኢሉ ክገብሮ ኣለዎ ኣይደልኔተ ኢሉ ድማ ይወትፎ ማለት እዩ ካልእ ዝኾነ ኣድቫይስ ተዘሊኹም ናይ ሕክምና ኹን ናይ ገለ ምስ ደኳትርኩምን ምስቶም ንዓኹም ጠቕሙና እዮም ትብሎም ሰባት ተዛረቡ ማለት እዩ ኣነ ግን ብናተይ ብውልቀይ ዘምፆይ ንዓይ ዝጠቐመኒ ነገር ንሰባት ጠቅም እዩ ዝብልኮ ነገራት እዩ እዚ ካልእ ድማ ሓንቲ ዲቶክስ ናይ ሊቨር ዲቶክስ ድማ ቀስ ኢለ ክነግረኩም እየ ኣገዳሲት ኣገዳሲ ዲቶክስ እያ ብጣዕሚ ንብዙሕ ሰብ ብፍላይ ጋልስቶንስ ዘለኩም ሰባት ክጠቕመኩም እያ ንሳ ድማ ክሰርሓልኩም እየ ድሕሪ ቁሩብ ግዜ እጂ እዛ ቪድዮ እዚኣ ሞ ረኣይዋ ከመይ ትጠቕመኩም ድያ ኣይጠቕመኩም እያ ድማ ንገሩ

ዝሕቡ ዘሎ ንፉዕ ሰብ እዩ ንዓኹም እውን ክጠቕመኩም እዩ መንሽሮ ይትበል ንዝኾነ እዚ ኤድስ ኣይትበል ዝኾነ ሕማም ክፅውዕዎ ትኽእሉ ኢኹም ዝሕቡ ዘሎ ዝጠቅም ዘሎ ንክንደይ ሰብ ዘድሕን ዘሎ ሰብ እዩ ፈሎ በሎ ክጠቕመኩም እዩ ርግፀኛ ካልኦት እውን ኣለዎ ቀሲለ ሸር ክገብረልኩም እየ ክሳብ ካልእ ቪድዮ ንራኸብ ፒስ